ሎሚ ከኣ ከም ወትሩ ሓንቲ ደስ ትብል ደርፊ'የ ሒዘልኩም ቀሪበ ዘለኹ። ሰላምታና ኣይረሳዕናን ዝኸበርኩም ተኸታተልቲ ሎሚ ውን ብዛዕባ ሓንቲ ደርፊ ኢና ክንዛረብ። ሰላም ዝኸበርኩም ተኸታተልቲ ንሎሚ ናይ ሰምሃር ዮውሃንስ። ደርፊ ሒዝና መጺና ኣለና። ሰላምታ ድየ ኣብዚሐ? ንቕጽል ናብታ ደርፊ።

ኣይ ከም ቀደሙን ዘሎ ትልበይ ኣብ ዘቐመጥካዮ ዝጸንሕ ሰበይ ናበይ ከይተብል ከይትብል ምናልባት ምዃነይ ፍለጥ ዘይተረካቢት እዛ ኢንትሮ እዛ መእተዊት ውዱእ ዝኾነ ኣንፈት ትህበካ እያ መእተዊ ኣንፈት እዩ ክህበካ ዘለዎ ከይደምደመ ሕጂ ኣይከምቀደሙን ዘሎ እቲ ልበይ ተይላ ልቢ ንልቢ ይዋሃቡ ነይሮም እዮም ዳሕራይ ግን ጠፊእዋ እንደገና ተመሊሱ ምስ መጽኣ ሎምስ ተረካቢት ኣይኮንኩን እያ ትብሎ ዘላ ሕጂ ኣብዚ ሕቶታት ኣለና ክትንተን ንጽበ ማለት እዩ እንታይ ኮይኑ እዩ ጠፊእዋ ነይሩ እንታይ ኮይና እያ ከም ቀደማ ዘይተረካቢት ዘይኮነት ምኽንያቱ እዝን እዝን ዝብል ዝርዝራት ክመጽእ እዩ። ክንደይ ግዜ ክንደይ ግዜ እሞ ከምዚ ኢልካ እሞ ነብሰይ ሃሰየ ክብለካ ጠዓሞ ክንደይ ግዜ እሞ። ክንደይ ግዜ እሞ ከምዚ ኢልካ ነብሰይ ሃሰየ ክብለካ ጠዓሞ እንታይ እያ ነብሲ ሃስያ እንታይ እዩ ናኡኮ ጠዕሞ ንሳ መስዋእቲ ከፊላ ገና ንሓትት ኣለና እቲ መእተዊ ክዝርዘር ስለ ዘለዎ ዘረባ ብሉን ግድን ኣብ መእተዊ ዝበልካዮስ ትንታነታት ናቱ ዋሕዚ ናቱ ክስዕብ ስለ ዘለዎ። ወለላይ ወለላ
ደስዝብሉ ስም ሒዙ ከም ባህታኻ የለን ሰንደቕ ይመስለካ የሕጺር'ዩ እግሪ። ወለላይ ፍቕርና ቤሎ ከም ባህታኻ የለን ከይመስለካ የሕጺር'ዩ እግሪ። እወ! ተነጊርና እንድዩ እግሪ ከም ዘሕጸረ ድኣ ስለምንታይ እንታይ እዩ ኣቢሱ መጠን ክንድኡ እግሩ ዘሕጽር ንልባ እንታይ እዩ። ግዜ ኣለዎ ኩሉ ናቱ ግዜ ኣብ ግዜካ'ዩ ሓሊፉካ ግዜ ያኢ ሓወልቲ መሲሉ ከኣኒ።

ዓባይካ ዓሪፈን ሰሚዐ እወ ኣይመጻኹን ጽንዓት ሃብካ እምበር ሰሚዐ እንደ ኣይመጻኹን እወ እምበር ሰሚዐ እንደ ዝብለካ እተኾይኑ እታ ናይ ዓባይካ ሞት ትሕሸካ ካብ ናይዚ ዘረባ ክትጻወር። ደብዳበ ክትጽሕፍ ከለኻ እኮ ናብ ኣዴኻ ድዩ ናብ በዓልቲ ቤትካ ድዩ ናብ ሓውኻ ድዩ ናብ ዓርክኻ ድዩ እተን ትብለንሲ ግጥሚ ዋላ ሓንቲ ዘፍሊ የብሉን ካብቲ ተራ ዕላል ካብቲ ተራ ደብዳበ ካብቲ ቴላ ተራ ኣብ ቴለፎን ንዛረቦ ጥበብ ስለ ዘለዎ ጥራሕ እዩ እቶም ቀመማት ስለ ዘለዎ ጥራሕ እዩ ኣብ ሓሳባት መጺኻ ግን እቲ ትሕዝቶኻ ክትፈልጦ ኣለካ ሓንሳብ ዝበልካዮ ክትደግሞ ኣይተውዕልንኻ ከምዚ ኣሃ ኣነ እባ ሰላምታ ኣብዚሐልኩም ጸኒሐ ክንድኡ ሰላምታ የድልየካን እዩ ክንድኡ ጽንዓት ሃብካ የድልየካን እዩ ከም ቀደሙ የለን ፍቅርና ኢላቶ ዶ ሕጂ ተረካቢት ኣይኮንኩን ኢላቶ ዶ ሕራይ እንታይ ክኸውን ካልኣይ ግዜ ከምኡ ትብሎ ኣላ ስለምንታይ ከምኡ ትብሎ ኣላ እያ ክትነግሮ ዘለዋ ኢሂ እንታይ ገይረኪ ይብላ ከም ዞላ ሓሲባስ ኣላ ሓንቲ ትማል ክድሀ ከለኩስ ኣቤት ምባል ኣቢካ ትብል ሓንቲ ምክንያት ኣላ። ተረካቢ ዶ መሲሉካ ትደልየኒ ዝነበርካ ኔርካ ስለ ፍቅሪ ነዊሕ ተዓጊሰ ደፊእካኒ ወሲነ ኣልጊሰ። ኣብታ መእተዊት ኮይለ ናበይ ከይተብል ከይትብል ምናልባት ምዃና ይፍለጥ ዘይተረካቢት ሸው እንታይ ክኸውን ኣብዚ እንደገና ትደግመሉ ኣላ ከይመስለካ ሎሚ ኣብ ኢድካ ትኣቱ ብዘይ ብኣይ እንዳበልካ ትምካሕ ከይትህሉ ሎሚ ክትረኽበኒ ኣይትኽእልን ኢኻ ኢላቶ እያ ሓንሳብ ክንደይ ግዜ እያ ክትደግመሉ እሞ ምኽንያቱ እዝን እዝን ስለ ዝገበርካ እታ ምኽንያቱ ትብል ዝርዝር እኮ እያ ክትውሕዝ ዝግባኣ ተረካቢት ዶ መሲለካ ትደልየኒ ዝነበርካ ኔርካ ውውይ ሙሉእ መዓልቲ ተረካቢት ኣይኮንኩን ኣበይ ኔርካ ኣብቲኤን ኣርባዕተ መስመር ኣብቲ መእተዊ ዘለዋ ከምኡ ኢላቶ ኣብ ካልኣይ ስታንዛ ከምኡ ኢላቶ ኣብ ሳልሳይ ከምኡ ኢላቶ ኣብ ራብዓይ ከምኡ ኢላቶ ኣብ ሓምሻይ ከ ከምኡ ኢላቶ ንቐፅል እትክደሀ ትማሊ ኣቤት ዘይነፈካን ብዘይ በኣይ ምቛም ዋዛ መሲልካ ሓደ ሓደ ሓደ ሓደ ትማሊ ብሓደ ነይሮም እዮም ምክንያቱ እቲ ልበይ እቲ ናይ ትማሊ ከም ቀደሙ ዘሎ ከይመስለካ እንተ ኢላቶ ትማሊ ብሓንሳብ ኔሮም እዮም ክትደሃዮ ከላ ኣቤት ኢልዋ እዩ ጸዊዓቶ ኣቤት ኢልዋ ልቦም ብሓደ ኔሩ እዩ ድሓር እዩ ተፈልይዋ ሕጂ ትማሊ ኣቤት ኣቢኻኒ ትብሎ ዘላ ትማሊ ሎሚ ደሞ ኣነ ተረካቢት ኮይነ ኣብ ዝገደፍካኒ ዝጸንሕ ድየ ኣነ። እወ ኣይትጸንሕን ኢኺ ነጊርክና ነጊርክዮ ክንደይ ግዜ ክሞ ሓጋይ ነጊርክዮ ክረምቲ ነጊርክዮ ቀውዒ ነጊርክዮ ሕጂ ኣቲ በጃኺ ይብለኪ ኣሎ ኖኖእ እቲ ምኽንያት እኮ እዝን እዝን እዩ ዝብል ክቐርብ ኣለዎ ከም ቀደም ከይመስለካ ከም ዘሎ ሎሚ እታ ትፈልጣ የላን ንሳ ኻልእ ኾይናያ ብኣበሳ ተነጊርና ኣብ መእተዊ ተነጊርና እዩ እዚ እንታይ እዩ እቲ ኣበሳ ካልእ ኾይና ብኣበሳ እንታይ እቲ ኣበሳ እዚ ኽንገረና ዘለዎ። ከም ቀደም ከም ዓሚ ከይመስለካ ዘሎ ሎሚ እታ ትፈልጣ የላን እዛ ካልእ ኮይኑ ብኣበሳ።
ሓንቲ ሕልበት ክትወቅዕ ዝረኣኻያ ሰበይቲሲ ስኢላ ትወቅዕ ትወቅዕ እዋእ ስልሲ ክትቀርብ ክትክእል ኣለዋ ክትሰርሕ ኣለዋ። ክትቅርበልካ ኣለዋ ክብላዕ ክኽእል ኣለዎ ሙሉእ መዓልቲ ንስኻ ከምዚ ኢልካ እናተፀበኻ ሕልበት ክትወቅዕ ጥራሕ ትውዕል ተኾይና ኣብኡ ሸንኮለል ክትብል ኣብ ሓደ ሓሳባት ኣብ ግጥሚ ኣብ ሓደ ሓሳባት ሸንኮለል ትብል ተኾንካ ዘይ ዘይ ዘይ

ኣንፈት ሂብካ እንተ መዛዘሚ ዘይተብጽሖ ኮንካ እንታይ ኢልካ ከተዕልል ኢልካ ደኣ መጺኻ ዳሕራይ እንተ ጠስሚ ዘይብልካ ወይ እንጣጢዕ ተዘይብልካ ንጋዕዝ ዝኸውን ሓርጭ ስለ ዝሓዝካ ጥራሕ ጋዕት ሰሪሕኻ ብሳርዲን ከተመቅሮ ምፍታን ጋዕት ብሳርዲን ኣይትኾነልካን ዘይትገድፋ ኢድካ ዘይትእክብ ኣይከኣልኩን ምሉእ ኣስቤዛ ይብለይን እሞ ኣይከኣልኩን ኢልካ ተቋርጽ ኣይከኣልካን ኣስቤዛ ነቲ ግጥሚ ዝኾነካ ኣስቤዛ እንተዘይብልካ መእተዊ ረኺበ ኢልካ ጥራሕ ኣስቤዛ ከይሓዝካ ብዘየለ ዘይከይድ ቀመማት ጌርካ ከተፋራሽኾ ክትሓናትኾ ካብ ምፍታን ኢድካ ትእክብ ስቅ ትበል መንዶ ኣስቤዛ ዘይብልካ ትሕዝቶ ዘይብልካ እንታይ ንጋሻ ዘዕድም ኣለካ ዘዕድም የብልካን። ከይዓደምካ ስቕ ዘይትብል። ተዓዲምና መጺእና ብጃ ግጥሚ። ተነጊርና ክልተ ፍቑራት ኔሮም ተጣፊኦም ዳሕራይ ከም ዝለመና። እንታይ መጣፍኤኦም ኩሎም እቶም ኣስቤዛታት ናይ ግጥሚ ሽዕኡ ቀንፈዘው ኢልና ተጸቢና። ስኢንናዮም። እና ሓንሳብ ግጥሚ ብዜማ ተጎልቢቡ ደሓን ክመስል ይኽእል እዩ። ደስ ትብለኒ ኣላ ሓደ ሓደ ትብል ሓንቲ ደርፊ ብዙሕ ግዜ ዝሰማዕክዋ ይብሉ ኔሮም ኣነ ኣይቆጸርክዎን ቴስዓ ግዜ ሓደ እብል ብዙሓት ሰባት እንታይ ርእይቶ ኣለካ ብዛዕባ ደርፊ እብሉንስ ብዛዕባ ሓደ ሓደ ወላ ሓደ እየ ዝብሎም ኔረ ኣብኡ ሓንቲ ቃል ጠዕንወካያ ኣብ ግጥሚ ኣብዚኣ ደርፊ ንእግረ መገደ ዝዘረበላ ዘለኹ ርእሳ ክኢላ እይ ከማኺ ትመስል ሓደ ሓደ እዩ ዝፈቱ እቲ ቆለይ ገለ ዓይነት እዩ ዝብላ ከማኺ ትፈቱ ትመስል ሓደ ሓደ ዝፈቱ እተኾይኑ ክዘወር ይኽእል እዩ ማለት እዩ ብጸጉራ ተፈቲዋ ከምኣ ትመስል ሓደ ሓደ ክብል እዩ ብፍሽኽታ ተፈቲዋ ከምኣ ትመስል ሓደ ሓደ ክብል እዩ ምናልባት እቲ ሲምፕል ዝኾነ ዜማ ተፈታዊት ጌርዋ ይኸውን ሕጂ ኣብ ዜማ ኣሚንካ ዝግበር ነቲ ኮንፊደንስ ናትካ ኮንፊደንስ ጌርካ ክንዲ ትጽሕፍ ነቲ ዜማ ኣሚንካ ክስተይ ዜማ ገብረላ እሞ ኣማኑኤል ግጥሚ ግበረለይ ተልካንስ ኣብዚኣ ኮይነ ዋው ኣክሉ ተስፋጼን እንተኮይኑ ዝገብረላ ዳኣ ኢለ ኣብዚኣ ኮይነ ይውድኣልካ ምክንያቱ ዜማታቱ ስለ ዝተኣማመነሉስ ኣብቲ ግጥሚ ናተይ ግን ምትእማን ከይ ፈጠርኩ ሸለል ኢለ የብሎ ኣብዛ ግጥሚ። ክትውድእ ትኽእል ነይረ። እንታይ ክትብል ትኽእል ነይረ? ናስከ ኣነሲ ሓወልቲ ኮይነስ ትብለ ነታ ሓወልቲ ኮይነ ስኢለ ደግማ ዘላ ከም ቀደማ የለን ልበይ እንተኢላቶስ እንደገና ሓወልቲ ከይመስለካ ምባል ወላሓንቲ ለውጢ የብሉን ኣበይ ኔርካ ዳኢካ ሓወልቲ ዲኣነ ኣብ ነበርካ ኔርካ ሕጂ መጺካ የፍቅረኪየ ክትብለኒ እወ ትማል ንፋቀር ኔርና። ሽዑ ግን ገዲፍካኒ ኬድካ። ናበይ እዩ ከይዱ? ጠሊምዋ ድዩ? ብቦታ ድየ ርሒቕዋ? ብልቢ ድየ ርሒቕዋ? ብቓላት ድየ ርሒቕዋ? ወላ ሓንቲ መግለጺ የለን። ሕጂ ሓፍትኻ መጺኣሲ ከም ዘጋጠማ። ኣብ ዝነበረ ኔሩስ ሕጂ ንዒ ንመለስ ይብለኒ ኣሎ ሽዑ ኣማኽረኒ ተኢላትካስ ኣበይ ኔሩ ክትብላ ኢኻ መልሲ የለን ስለምንታይ ድኣ ተራሓሒቕኩም ኔርኩም መልሲ የለን እንታይ እሞ ስለ ክንድዚ ዓመታት ወይ ክንድዚ ኣዋርሕ ስለ ተፋላለኹም እንታይ ዘቆጥዕ ኣለኪ መልሲ የለን ታልካ ክትመክራ ትክል ነዛ ገጸ ባህሪ እዚኣ መልሲ የለን ግጥሚ ትሕዝቶ መጀመርታ ትሕዝቶካ ወድእ ወድእ ትሕዝቶካ ግደፍ ወዲ ቀመም ኣዶ ባእታት ኣዶ ናይ ግጥሚ ዝብሃል ትሕዝቶካ እንታይ እዩ ትሕዝቶካ ወድእ ክዘረቦ ዝደለካ እንታይ እዩ ቅድም ወድእ ኢንትሮ ስለ ዝረኸብካ ነታ ኢንትሮ ክትደጋግማ ክትደጋግማ ትውዕል እንድሕር ኮንካ መዛዘሚ ዘይብሉ ተኾይኑ ነየናይ ሰብ ኢኻ ከተጸናንዕ ነየናይ ሰብ ኢኻ ከተዳዕዕስ ነየናይ ሰብ ኢኻ ናብ ስምዒት ከተእቱ ከምዚ ዘጋጠማ ሰብ እንድሕር ሃልያ ከምታ ኣብ መእተዊ ዘላ ትዛረቦ ኣለዋ ናታ ቃንዛ ኣለዋ ቃንዛኣ ፈውሰላ ወይ ይቕረ ከም ትብል ግበራ ወይ ብከምዝን ከምዝን ምኽንያት ሕጂስ ርሓቐለይ ከም ትብል ግበራ። ኣብቲ ባእታታት ናይ ግጥሚ ኣይኮነን ሕጂ ሽግር ኣብዚ ዘሎ እንታይ ክትብል ደልያ እዛ ገጸ ባህሪ ኢዩ እቲ ዛዕባ እንታይ ኢላ ሪሃካኒ ነርካስ ሕጂ ትምለሰኒ ኖኖኖኖ ከም ቀደመይ ኣለኹ ኢላስ ወዲኣ

ብስራሕ ድዩ ተፈለይዋ ብስደት ድዩ ተፈለይዋ ብሕማም ድዩ ተፈለይዋ ምስ ካልኦት ክዘውር ድዩ ተፈለይዋ ዝቕረበ ነጥቢ የለን ነጥቢ ክሳብ ዘየለኻ ከተእምን ኣይትኽእልን ኢኻ ግጥሚ ማለት ካብ ምግጥጣም ናይ ሓሳባት እዩ ዛንታ እንተዘይበልካ ቃቃ ላላ ባባ ስለ ዝወዳእካ ኣይኮነን ቀመም ግጥሚ ተጠቂመ ገለ ኢልካ ከተብል መወዳእ መጀመርትኡ ሓሳባት ክህሉ ኣለዎ መጀመርታ ሓሳባት እዩ ስጋ ከይሓዝካስ እንታይ እሞ መቀርደዲ ካራ ዶ ጻዕዳ ሽጉርቲ ዶ ቀይሕ ሽጉርቲ ዶ በርበረ ዶ ገዚእኻስ ዝግኒ ከም ሰሓካዮ ትብለኒ ብዓብይቲ ስጋ ዝየለ ከሎ እቲ መሰረታዊ ነገር ዝየለ ከሎ ስለዚ መሰረታዊ ዛዕባ ክህልወካ ኣለዎ ኣብ ብዙሓት ግጥምታትና ዝረአ ዘሎ ከዓ ዛዕባ ዘይምህላው እዩ እንታይ ክትብል ደሊኻ እንተዘይፈሊጥካ ኣይትበል እንዶ ስቅ እንዶ በል ስቅ በል መንረባ ሓይሊ ክሳትካ ሓኒቁ ዕፊሩ ገለ ተዛረብ ተላፋለፍ ኢልካይ ትብሎ ነገር ተዘይብልካ ስቅ በል ሰው ኢለ ኣለኹ ኣነ ከማን